ጸላእትናሲ ብርእይ ኣቢሎም ንኣብነት ቁመትካ ይዕቅንዎ ጉብዝና የብልካን ስጋኻ ቁንጹብ ወይ እቶም መራሕትኻ ኣሪጎም ኢሎም ይሓስቡ እቲ መሬትካ ቃድራ እዩ ትርጉም ዘይብሉ መሬት እዩ ይብሉ ዋሕዲ ቁጽርኻ ውሑድ እዩ ኢሎም ይሓስቡ። ብዙሕ ግዜ እዚ ናይ ኢትዮጵያ ቀመር እዩ ወይ ናይ ጸላእትና ቀመር እዩ ዋላ ናይቶም ምዕራባውያን ማለት እዩ ናይቶም ዓበይቲ ሃገራት ከም በዓል ኣሜሪካ ዋላ እውን በዓል ሶቤት ኣብ ግዜ ምብራቕ ወገን ኣብ ዝነበረሉ ደርጊ ኪባ የመን ሶቤት ሕብረት ሓጊዞሞ እዮም ኣሜሪካ ከ ቅድሚኡ እስራኤል ኣሜሪካ ሓጊዞሞ እዮም ሕጂ ከ ኣሜሪካ ካልኦት ከምኡ ናይ ምዕራብ ሃገራት ይሕግዝዎ ኣለዉ ክሕግዙ ከለዉ ኩሉ ግዜ እታ ዝጋገይዋ ኣይትፍለጥን እያ ናይ ህዝቢ ኤርትራ ብቅዓት ኣይትርዳኣና ከባድ እዩ ምስጢር እዩ ኣብ ናቅፋ ነይራ ኣብ ሳሕል ሙሉእ ነይራ ሕጂ ከኣ ትቅጽል ኣላ እታ ምስጢር ምክንያቱ ሓደ ሓደ ግዜ ንነብሰይ ኣነ ኣይፈልጣን እየ ሕጂ ምስ ፍጹም ገለ ብገለ ብገለ ክንባእስ ንክእል ወይ ከለ ወይ ንኳረ ንክእል ብዝኾነ መንገዲ ጸላኢ ምጽእ ክብል ከሎ ግን ሓደ ኢና ንኹን ሽዑ ንሽዑ ንርስዖ ነቲ ሕርቃንና። ሽዑ ንሽዑ ነቲ ካልእ ንብሎ ዝነበርና ከም ዝተገብረኒ ብሓንሳእ ኣብ ሓንቲ ሰጢምና ንኸይድ። እዚ ክፈልጦ ኣይክእልን እዩ ዝኾነ ጸላኢ ከመይ ኢሉ እዩ ዝመጽእ ወዲ ሰብ ብኹሉ ኩሉ ዝበዝሕ ሰብ ንዋይ የሸግሮ ገንዘብ እደሊ ሂወት ከኣ ይደሊ እቲ ናይ ኤርትራ ሰብ ግን ክሳዕ ሕጂ

ሕጂ እዚ ምስጢር እዚ ሓደ ሓደ ግዜ ንነብስኻ ምክንያቱ ኣነ ሲ ዘይርስዓ ኣብ እንዳ ቆልቃል በርቲዕና እቲ ውግእ ማለት እዩ እንዳ ቆልቃል ዝበሃል ኣብቲ ናይ ሰላሕ ተወራር እዩ ልክዕ እዚ እውን ምስ ናቕፋ ዝተኣሰር ማለት እንዲ ግን ናይ ግንባር ሓልሓል ቦታ እዩ ሕጂ ሄሊኮፕተራት ዘንሰሰጉ ዝበሃላ ከምዚ ኢለን ብታሕቲ እንዳወረዳ እየን ዝምንጥላኻ መንገዲ ክንደይ ሰዓታት ኢኻ ትብሎ መንገዲ ሓደ መዓልቲ ክኾን ይኽእል ኢኻ ማይ ተምጽእ እቲ ማይ መጀመርያ ካብታ ኣብኡ ዘላ ሕንኳኽ ቦታ ከምዚ ኢሉ ተሸግሸጎ እዩ ተጽሕታር ማለት እዩ ናይ ማይ ብውሽጢ ውሽጢ ካብኡ ቅድም ብመኽደኒ ጀሪካን ጌርካ ኣብ ኮዝ ትመልኦ ካብ ኮዝ ናብ ጀሪካን ትመልኦ ክትኣቱ ናብ ድፋዕካ

ዓባየይ ሻዕቢያ ጓለይ ሻዕቢያ ወደይ ሻዕቢያ ሻዕቢያ እዩ ኩሉ ሻዕቢያ ከመይ እዩ ዝራባሕ ኣብ ሓደ ዝተወሰነ ግዜ እዚ ኣብ ፍጥረታት ናይዚ ናሽናል ጂኦግራፍ ዋላ ኣብ ኣብዞም እንስሳታት ተመን እንታይ እዩ ገለ ቅንፍዝ እንታይ እያ ዑፍ እንታይ እያ ኢልካ ከተምጻት ግን ኣብ ሓደ እዋን ናብ ገለ ዓይነት ትቕየር እንድሕር ኮይናስ እንታኻ ክትብላ ትኽእል እንታይ ዓይነት ቅርጺ እያ ትቕይር እንታይ ዓይነት ደፊኒት ዝበሃል ኣሎ ውሱን ቅርጺ ወይ ዘይውሱን ቅርጺ ቅርጽታታ ትቐያይር ሕብርታታ ትቐያይር መልክዓታ ትቐያይር ኣበየናይ ሰዓት ከዓ ከም ትቕይሮኻ ኣይፈልጦን እዩ እዚ ሰብ ብስለያ ኣጽኒዕና እዮም ውሑዳት እዮም ኣረግቶት እዮም እቶም ሰብ ኮርዮም ኣለዉ ነናሓድዶም ተባኢሶም ኣለዉ ነናሓድዶም ኣይተፋተዉን ነንሓዶም ኣብ መሓልፍትን ምስቲ ህዝብን ኣይተሰማምዑን ኣለዉ ነንሓዶም እውን ገዛ ደኺምና ዶ ገለ ክብሉ ኣለዉ ኢሎም ወዲኦም ሰተት ኢልና ክንኣቱ ኢና እናበሉ ከለዉ ነገራት ቅይሪር ክብሎም ከሎሲ እንታይ እዩ እቲ ምስጢር ሓደ ሓደ ግዜ ንጸሓፋይ ይጭነቆ ንተገንዛባይ ይጭነቆ ዋላ ንዓለም ከማን ይጭነቆ ኮይኑ ዘሎ ሓንቲ ንእሽቶ ዓዲ ከመይ ኢላ እያ ሰርቫይቭ ትገብር ዘላ እዚኣ ኤርትራ ትባል ካበይ እዩ መጽኡ ሰላም እዚ ስለምንታይ እዩ ሰብ ተኮይኑ ሰራቂ ዘይኮም ሙሉእ ፖሊስ ይሕልዎ ኣሎ ብሙሉእ ነብሲ ወከፍ ገዛ ሪኦ ኣሎ ነብሲ ወከፍ ጎደና ናይ ኣስመራ ይሕሎ ኣሎ ነብሲ ወከፍ ጽርጋታትና ይሕሎ ኣሎ ከረን ከምኡ ትኽወን ኣላ ኣብ ውሽጢ እቲ ህዝቢ ሓደ ተኣምር መስተንክራዊ ስራሕ ኣሎ ማለት ምስጢር እዩ ሕጂ እቲ ምስጢር ክንገልጸሎም ንኽእል ኢና ዋላ ሕጂ እውን ምስጢር ክንብሎም ኢና ግን ጸኒሖም ተጋግዮም መጺኦም እኳ እዮም እንተ ፊኖ ክሸጡ እንተ ጣፍ ክሸጡ ኢሎም ሰለይቲ ኮይኖም ንናቕፋ ስያኢ ፊኖ ከብጽሑላ ያኢ ናቕፋ ከብጽሑላ ገለ ክሳብ ናቕፋ መካይኖም ኣብጺሖመን እኮ እዮም ሰሊና በሃልቲ እዮም ብኦምሲ ተኣኒኖም በቃ ኩሉ ፈሊጥናዮም ኢና ኢሎምና እንታይ ኮይኖም ኣብ መወዳእታ ኩሎም ማለት እዮም ሃይለስላሴ መፂኦም ኮረኔል መንግስቱ መፂኦም ድሓር መለስ ዝብሎ ምሳና ተሰማሚዑ ተባሂሉ ኣትዩ መፂኡ ፈቲኑ ድሓር ሕጂ ዝብሎ መፂኡ እዚ እንዳ ጌታቸው ዶ ወላ እንዳ ፃድቃን ዶም እንዳ ገለ ዝበሃሉ መፂኦም እንታይ እዮም ረኺቦም ይደንቆርዮም ማለት እዩ ስለዚ ምስጢር ናይዚ ህዝቢ ሰንሰለት እዩ ኣይከኣልን እዩ ምክንያቱ ንሞት ዝስዕር ህዝቢ እጅ ሓንቲ ግጥሚ ከምኡ ዝገበርኳ ነራ ማለት እዚ ተጋዳላይ እዚ እምቢ ኢልዎ ንሞት ሞት ገሪሞ ስሒቑ ከምዚ ዓይነት ፍጡር ከሎ ድልዎ ሞት ኮ ይበሃል ምኽንያቱ እዚ በዚ እንትትውጋእ መፂኻ ከዓ በታ ሰልፈፍ ትብል ከዓ እንደገና ተኸዶ ክትገጥሞ በዚ ከዓ ይሕምሽሸካ ትኸይድ ከዓ በቲኣ ጠልፈፍ ትብል ዘላ ገለ ክሳብ ትንፋስካ ድሓር መፅኡ ሓደ ንእሽቶ ከዓ መፅኡ ከዓ ትስትቕብል ኣቢልዋ እታ ካላሽን ኸይድ ምንጋጋይ ከይትብል እንዲኻ መልክዐይ ኣይትብል እንዲኻ ማህፀነይ ቆልዓ ኣይወለደን ኣይትብል እንዲኻ ረብሓ እንድዩ ንዓለም ፈጥፈጥ ዘብላ ዘሎ ኩላ ብ ረብሓ እንድያ ትመውት ዘላ ስለዚሲ ብ ረብሓ ጸይኑ ዝኸደ ህዝቢ ሓሙሽተ ሽዱሽተ ካብ ማህጸነን ኣዴታትና ክስእና ከለዋ ማለት ቀሊል ድዩ ኣቦታትና ክስእኑ ማለት ቀሊል ድዩ ኣርባዕተ ሓሙሽተ ውላድካ ዘኽቲማ ህድሞኻ ኣጉዶኻ ኣግነትካ ስኢና ሰብ ክትርኢ ከላ ሕንሳስ የብላን ካብቲ ጠስሚ ማለት እዩ ካብቲ ጣይታ ካብቲ ሰብ ውን ዘይብላ ክላ እልልልልልልልል ኣወት ንሓፋሽ እልልልልል ትብል ብጽንዓት ሲ መን ይኽእላ እዚኣ። ኢሉ ድዩ ጠምየ ኢሉ ድዩ ይብሉ ኣለዉ ምሽ ሕጂ ብዚ ከባቢና ብሓንቲ ዓመት መኸኢልና ኩዕንቲ ቀይርና ከምዚ ኮይንና ርድኡና በጃኹም ኣሜሪካ በጃኹም ገለ ርድኡና በጃኹም ረኣይዎ ናይ ረድኤት ትካል ኣምጹልና እብሉ ኣለኹ ከምኡ ኢሉ ድዩ ህዝቢ ኤርትራ ዘይጽገም ኮይኑ ድዩ ግን ጸገም የለን ይብል ዘይጽገም ዘይጽገም ኮይኑ ይኮነ እናተጻገመ ግን ጸገም የለን ይብል ከምኡ ትብል ደርፊ ግን ገርና ነይሩ ጸገም የለን ዝብል ህዝቢ እኮ ዓሻዮ እብል ነፍሲ ይብል ውግእን ገለን ጅልዕልዕ ኢሉ ከሎስ መልሲ፣ ሕጂ ዶክተር ተኸስተ ዘዕለለኒ ሓንቲ ዛንታ ትገርመኒ፣ ሓደ ሲ ተጋዳላይ ሲ ብኹሉ ወገናቱ ተወጊኡ፣ እተን ኦርጋንስ ዝበሃላ እተን ክንቀሳቐሳ ዝኽእላ ንወዲ ሰብ ከንብራ ዝኽእላ ነገራት ኩለን ተተናኺፈን እየን። ስለዚ ከም ዝስዋእ ፈሊጥና ኢንፊዥን ክንገብረሉ ቅድም ፈቲንና ኔርና፣ ድሓር ግን ደሓን ይጽናሕልና ነቶም ሓካይምና ደሓን ብዙሕ ኣይትሰዓሩ ክካረጅ እዩ ክስዋእ እዩ እሞ ደሓን ከም ዘይምሰል ጌርኩም ከም ካልእ ጌርኩም ጥራሕ ኣጻንሕዎ እምበር ክስዋእ እዩ ይልህም ደሓር ግን ክንሓልፍ ከለና ንሕና ከዓ ፈሊጥናዮ እንዲና ከም ዝስዋእ ፈሊጥና ህልፍ ከመይ ኣለኻ ንብሎ ወነብሲ ነብሲ ይብል ኢሎም እሱ ዋይ ዘይፈለጠ ኮይኑ እኮ እዩ ነብሲ ነብሲ ዝብል ዘሎ መርጅ እኮ ዝቐረባ ሕጂ ክስዋ እዩ እዩ ንብል ዝገርመኩም ኢሉኒ ኣብ ሬድዮ ድምፂ ሓፋሽ እየ ኢንተርቪው ገይረ ተስዩ እንታይ ትብል ኣለኻ እንታይ ዶክተር ተኸስተ ትበልኩ ካብ ምንታይ ኢልካ ሞራል ሓቦ ንያት

ቀንዩ ኮይ ስኢሉ ጎሰስ ኢሉስ መዓንጥኡ ከምዚ ኢሉ ከሎስ ዝንቀሳቐስ ግደፉና ኢሉ ከይዱ። ክኸይደ ግደፍ ንእሽቶ እያ ናተይ። ከመይ ንእሽቶ እያ ናተይ ትብል? ስለዚ ቀሊል ኣይኮነን። ሓደ ኣብ ሩስያ ትምህርቲ ዝሰደድካዮ ግርማይ ገረመስቀል ዝከረኒ ግርማይ ገረመስቀል ናይ ሰብዓን ክልተን ተጋዳላይ ገጣማይ ግርማይ ትፈልጥዎ ኢኹም ግርማይ ገረመስቀል ኩላትኩም ኣብዚ ቀረባ ግዜ እዩ መስዋእቲ ዝሰውዩ ኢንተርቪው ኣግቢረየ ኣለኹ ኣብ ውሽጢ ናቱ ኢንተርቪው እንታይ ይብለኒ ኣነሲ ኣብ ገዛና ድኽነት ነይሩና ኣቦይ ከዓ ፈሳዊት ደሮ እውን ኣይነበረትና ድኻታት ኢና ነርና ግን ብኩዋን ገለ ዝበሃል ምስ ረኣኹ ኣብ እምባደርኹም ማራለሱ ስለ ዝነበሩስ ኣቦ እዚኣ ነታ መጽሓፍ ሒዘ ሕሲሲ ክብል ምስ ረኣየንስ ይህወ ወደይ ክኣ ምህረኒ ኢለዮ ከምህረካ ኢለ ብትምህርቲ እቲኒ ኣነ ካኣ ነይረ በኹር ገዛና ኣብ መወዳእቱ ተማሂረ ተማሂረ ኣስመራ መጽኤ ዩኒቨርሲቲ ኣዲስ ኣበባ ኣትየ ካብ ዩኒቨርሲቲ ኣዲስ ኣበባ ነቦይ ኣነ እየ ነይረ ድኽነት ናቶም ክፈልያ ዝከኣል እያ ዝግበኣኒ ግን ትኽ ኢልና ጥሒሻ ኣብኡ ኣቲና ተወዲብና ትኽ ኢለ ነቦይ ከይረኣኹ በዚ ኣስመራ ሓሊፈ ናብ ድርፎ ርስዓዲ ኣትየ ተሰሊፈ እዚ ሰብ እዚ ነታ ገዝኡ እሱ ጥራሕ እዩ ነይሩ ክጽ ካልእ ምኾነት ነይራ ገዛ ግርማይ ገረመስቀል ኣብቲ ትምህርቱ ተዝቕጽል ነይሩ ምተለወጠት ነይራ ተስፋ ነይርዎ ብኡ ግን ተስፍኡ ንኤርትራ ኮይኑ ካብ ሩስያ ዝመጹ ኣሎ እዚ ዮሴፍ ዝብልዎ ዮሴፍ ኪዳነ ማርያም ዝብሎ እዚ ኩሉ ድምፂ ሓፋሽ ዝመልኦ እዚ ደርፍታት ኣነስ ካብ ኣሜሪካስ ኣብቲ ግዜ ዝተሰለፍኩሉ ስቲ ዝሃብተምኩ ነይረ ኢሉ ካብኡ እዩ መፂኡ ክፅብቕ መዓት ዮሴፍ ሕጂ ዓብዪ እዩ ሸምጊሉ እዩ ሕጂ ግን መልክዑን ገሉኡን ኣብ ፋሕ እየ ዝሪኦ ዝነበርኩ ኣብዚ ናይ ሬድዮ ድምጺ ሓፋሽ ኣባል እዩ። ዮሴፍ ኪዳነማርያም ንኣሜሪካ ገዲፍዋ እዩ መጺኡ። ካብ ሩስያ መዘናታቶም ከይዶም ካብኡ ገዲፎም ማሕላ ጌሮም ተማሂርና ንሜዳ ኢና ንኸይድ። ከመይ ኢሉ ይኸውን ከምዚ? ሓቂ ይኸውን ከምዚ ዝኾነ ሰብ እገብሮ? ካብ ሃገራት ዓለም ካብተን ኣለዋ ዝበሃላ እሞ ንስድርኡ ተስፋ ዝኸውን ከሎ ንዑ ጠንጢኑ ናብ ገድሊ መጺኡ ንመዋብ ሓይልታት ከማን ንሓንሳእ ክዋጋእ ኣብቲ ግንባር ክኣቱ እዚ ኩሉ ምስጢር እዩ ወዲ ሰብ ዘይክእሎ ዝገበረ እንድሕር ኮይኑ እቲ ዘይከኣል ይከኣል እዩ እቲ ዘይከኣል ከዓ ምስጢር ስለዚ ብምስጢር ዝቆመ እዩ ናቕፋ ከዓ ናይ ዝውክልና እያ ምክንያቱ ብዙሓት ደቂ ሓደ ብሄር ደቂ እዛ ሃገር ብሓንሳእ ዝተሰወላ እያ ኣስላማዮም ክስታናዮም ኩሎም ብሄራት ብሓባር ዋጋ ዝኸፈሉላ ዕርዲ ዕርድታት እዩ እቲ ዕርዲ እዚ ናይ ኩላቶም ደም ምራቕ ኣብኡ ተሓዊስሉ ኣብታ ነጸላ ተጀኒኑሉ ኣብቲ ሓመድ ተተርኢሱሉ ናይዞም ኩሎም ዩኒቲ ሓድነት ሕብሪ ፈጢሩ እዩ እዚ ሕብሪ እዚ እዩ ከኣ ንኤርትራ በልበል ዘብላ ዘሎ ሓበን ኣብ ኤርትራ ኣሎ በሃላይ ሓበን ኣባና ኣሎ ምስጢርካ እዩ ኣይረኽቦን እዮም ማለት ጸዓሩ ተጸዓሩ ክመስሎም ይኽእል እዩ ተስፋ ሚስ ካልኩሌሽን እዩ ሚስ ካልኩሌሽን ማለት ሲ ቀመሮም ጌጋ እዩ ኩሉ ግዜ ክመስሎም ይኽእል እዩ ከምቲ ኮይነት ዓዲ ገለ መረተ ገለ ዘረባ ከክፉ ገለ መለ ምፅኻ ኣብ መወዳእቱ ልክዕ መስሎም ግን ኣይከውን ስለዚ እሱ ኮይኑ ስምዓንቲ ምስጢር ዝብሎሲ ሓደ ሓደ ግዜ ንዓይ እውን ይገርመኒ እዩ ተኣምር ኾነኒ ናይ ገሊኦም ብጾተይ ነገር መትከል ዝብልዎ ነይሩ ሓደ ገጅፍ መራሒ ኢልና እዩ ነብሱን ገልኡን ጉልበቱን ክጥዕም ማለት እዩ መትከል ኢና ንብሎ ዓባሊለ መትከል ይባሃል ጥዑም ጠባይ ህዱእ መራሒ ሓይሊ እዩ ክንበልዕ ከለናሲ ንእሽተይ እያ እታ ምግቢ ሕጂ ሕንስስ ሕንስስ ኢና ነብላ ንጋንታ ሓንቲ ራሕባ እንተ መጽያትካሲ እንታይ ክትገብር ንሱ እንታይ ይገብር ጾም ውዕል ኣይበልዕን ፍጹም ኣይበልዕን

ሓሚሙ ዝመውት ተጋዳላይ ሹፍ የለን ብፐርሰንተጅ በዓል ፍጹም ሕተቱ እንዶ ክንደይ ሞይቱ ብሕማም ጥራሕ በሉ ብሕማም ስብ ተጋዳላይስ ክንደይ ሞይቱ ውዕል የለን ኣይመውትን እንታይ እዩ ካብ ምንታይ እዚ እንታይ ስለ ዝኾነ እዩ ስለምንታይ እዩ ኣይታንት ይብሉን እኮ እቲ ኣውቲስታ እዚ ኩሉ ብፀልማት እንዳኸደ ምሸት ምሸት እዚ ኩሉ ሓመድ ድበላይ ገለ ንብሎ ቦታታት ስንጩ መዓት ክርኳሕ መዓት ገለታት ዘለዎስ ፀዲፋ ተጋጫ ናይ ሻዕብያ መኪና ኣይትፈልጥን እያ